ሕራይ እምበኣር ንሕጂ ድማ ኣብ ዝሓለፈ እኳ ተማሂርና ነርና ከመይ ጌርና ናብ ማይክሮሶፍት ወርድ ቴክስት ንእቱ ወይ ድማ ንፅሕፍ ትብል እያ ነይራ ንሕጂ ድማ ቁርብ ሕፅር ዝበለ ንዓ ድግም ከብለልኩም እየ ሕጂ ናብቲ ብዛዕባ ማይክሮሶፍት ዎርድ ከመይ ይመስል እንታይ ትርኢት ኣለዎ ብኸመይ ኢና ንጥቀመሉ ዝብል ኢና ክንመሃር ቀኒና ማለት እዩ ሕጂ ከዓኒ ብዛዕባ ቴክስት ምእታውን ከመይ ጌርካ ቴክስት ትድምስስ ከመይ ጌርካ ቴክስት ኤዲት ትገብሮ ዝብል ስፍሕ ዝበለ ትምህርቲ እዩ ክህልወና ካብ ሎሚ ጀሚርካ ማለት እዩ ስለዚ ክትከታተሉ ድማ ብክብሪ ደጊመ ይዕድም ማለት እዩ እጂ መጀመርታ ኣብዚኣ ማይክሮሶፍት ወርድ ክንከፍት ኢና ሕጂ ብላንክ ዶክመንት ክኸፍት እየ ኣነ ብላንክ ዶክመንት ከፊተ ኣለኹ ኣብዚ ዝኾነ ክንፅሕፍ እንድሕዳ ደሊና እዛ ብሊንክ ትገብር ዘላ ትሪዋ ዘለኹም እታ ከርሰር ኢልና ንፅዋዕ እያ ስለዚ ኣነ ኣብዚ ዝኾነ ነገር ክፅሕፍ እየ ማለት እዩ ሕጂ መታን ግዜ ከይወስደልኩም ፅሒፈ ዝፀናሕኩ ነገር ኣሎ ኣብዚ ኣምፅኤ ከቐምጡ እየ ኦኬ ሕጂ ኣብዚ ጽሒፈ ኣለኹ ድሕሪ ዝኾነ ክጽሕፉ ደልዮም እዚኣ ክሊክ ጌርኩም ኣብዚኣ እታ ከርሰር ዝኾነ ነገር ምጽሓፍ ጥራያ ማለት እዩ ካልእ ዋላ ሓንቲ ዘድልየኩም ነገር የለን ማለት እዩ ሕጂ እዚኣ ጽሒፍና ኣለና እቲ ቀዳማይ ክንፈልጦ ዘለና እታ ከርሰርና በተን ኣሮ ጌርና ከነንቀሳቐሳ ከም ንኽእል ማለት እዩ ከምዚ እናገበርና ዝኾነ ምንቅስቓሳት ክንገብር ንኽእል ኢና ንላዕሊ ንታሕቲ ንየማን ንፀጋም እናበልና ኣብቲ ንደልዮ ዝኾነ ምትዕራያት ክንገብር ንኽእል ምዃንና እዚኣ ሓደ ክንፈልጥ ኣለና ማለት እዩ ካልእ ኮንትሮል ፀቂጥና በተን ኣሮ ጌርና ኸ ወርድ ባይ ወርድ ከምዚ እናገበርና እናነጠርና ክንከይድ ንኽእል ኢና ማለት እዩ ኮንትሮል ፀቂጥና ኣብቲ ኪቦርድና ሌፍት ኣሮ ንድሕር ፀቂጥና ንፀጋም ሓደ ወርድ ሙሉእ ንኸይድ ኮንትሮል ፀቂጥና ናይ ንየማን ንሕዳ ጌርና ድማ ንሓደ ወርድ ሙሉእ ከዓ ከምዚ እናገበርና ክንከይድ ከዓ ንኽእል ኢና ማለት እዩ ስለዚ ዝውስኽ ፅሕፈት እንድሕር ኣለና ኣብታ ከርሰር ዘላታ ኣብኣ ንውስኽ ማለት እዩ ሕጂ ኣብዚኣ እንድሕር ክፅሕፍ ደልየ ዝውስኽ ነገር እንድሕር ኣለኒ መጀመርታ ኣብዚኣ ክሊክ ክገብር ክኽእል ኣለኒ ብድሕሪኡ ስፔስ ገይረ ሓንቲ ስፔስ ኣብዚ ዝኾነ ነገር ይፅሕፍ ማለት እዩ ኦኬ እዚ ከምዚ እናገበርና ኢና ንፅሕፍ ማለት እዩ ሕራይ ሕጂ ድማ ቀፂልና ከመይ ጌርና ኢንሰርት ንድ ሪፕሌስ ክንገብር ንኽእል ፅሕፈት ድማ ክንርኢ ኢና ማለት እዩ ሕጂ እዚኣ ፅሕፈት ኣላትና ድሓን ሕጂ መታን ኸርእየኩም ኣብዚኣ ሓንቲ ቃል ክፅሕፍ እየ እሞ ዮናታን ኢለ ፅሒፈ ኣለኹ ከዕብያ እየ ኣብዚኣ ኣትየ እዛ ኤ ኢላ ኢንክሪስ ትብል ዘላ ትሪዋ ዘለኹም እቲ ፎንት ሳይዝ ከቢያይ መታን ክረኣየና ሕጂ ኣብዚኣ ክንሰርሕ ኢና ኦኬ ሕጂ ዝኾነ ፅሕፈት ኣብዚ ኢንሰርት ክንገብር እንድሕዳ ደሊና እታ ከርሰርና ኣብዚኣ ድሕሪ ዮ እንድሕር ዝኾነ ፅሕፈት ክእቱ ደልየ እታ ከርሰር መጀመርታ ኣብዚኣ ከምፅኣ ክኽእል ኣለኒ ክሊክ ክገብር ክኽእል ኣለኒ ሕጂ ብዚኣ እንድሕዳ ል ፅሒፈ ትሪዋ ኣለኹም ዮ ል ኢላ ትኸይድ ኣላ ዝኾነ እንድሕር ደኣ ንፅሒፈ ከዓ ንኣትያ ኣላ ማለት እዩ ኦኬ ሕጂ ካልእ ከዓ ሓንቲ ነገር ኣላ ኣብዛ ስታተስ ባር ኣብዚ ነፃ ቦታ ዘሎ እዛ ትሪዋ ዘለዎም እዛ ስታተስ ባር ኣብኣ ራይት ክሊክ ግበሩ እሞ ራይት ክሊክ ምስ ገበርኩም እዚኣ ኦቨር ታይፕ ትብል ኣላ እዚኣ ኦቨርታይፕ ቸክ ግበርዋ ኦኬ እዚኣ ቸክ ዘይኮነት ክፀንሓኩም እያ ከምዚ ኢላ ክፀንሓኩም እንዳ ኦቨርታይፕ ትብል ዘላ እዚኣ ቸክ ግበርዋ ቅድም ቸክ ምስ ገበርኩማ ኣብዚኣ ታሕቲ እንታይ ክትዕዘቡ ኢኹም ኢንሰርት ወይ ድማ ኦቨርታይፕ ትብል ክትመፀኩም እያ ኦኬ ሕጂ ኢንሰርት እንድሕር ደኣ ጌርኩም ረዩ ዝኾነ ፅሕፈት ኣብዚኣ እንድሕር ደኣ የእትየ እቲ ፅሕፈት ዝነበረ እናተደፈ እዩ ዝኸይድ ሓድሽ ፅሕፈት እዩ ኣብዚ ዝውሰኽ ዘሎ ማለት እዩ ኦኬ እዛ ፍ ሓዳሽ ፅሕፈት እያ ማለት እዩ እንድሕር ደኣ እዛ ኢንሰርት ብዘላ ክሊክ ገይረያ ናብ ኦቨር ታይፕ ተቐይራ ኣላ ሕጂ ኣብ ልዕሊኡ ታይፕ ክገብር እዩ ሕጂ ረዩ ል እንድሕር ደኣ ፅሒፈ እንታይ ጌራ ታና ዝነበረት እንታይ ኮይና ኣላ ሪፕሌስ ኮይና ኣላ ማለት እዩ ኦቨር ታይፕ ኮይና ኣላ ማለት እዩ ኦኬ ሕጂ ከምዚ እናገበርካ ከዓኒ ክትፅሕፍ ትኽእል ኢኻ ማለት እዩ ረይዎ ሕጂ እታ ዮናታን ዝነበረት ዮልንል ኮይና ኣላ ማለት እዩ እንታይ እየ ገይረያ ዘለኹ ኦቨርታይፕ ስለ ዝመረፅኩ እየ ሕጂ ከምኡ ኮይና ዘላ ማለት እዩ ተረዲኣትኩም ኣላ ኦቨርታይፕ ስለ ዝመረፅኩ ከምዚ ኮይና ኣላ ማለት እዩ ጂ ኣብዚኣ እትየ ግን እንድሕር ዳ እዚኣ ኢንሰርት ቀይረያ ግን እንታይ ትኸውን ዝኾነ ሓድሽ ነገር ክእቱ ከለኹ ሓድሽ ፊደል እዩ ዝመፅእ ማለት እዩ ኦኬ እቲ ዝነበረ ፊደል እንታይ ኣይከውን እዩ ኦቨርታይፕ ኣይከውን እዩ ማለት ስለዚ እዚኣ ከዓ ሓንቲ ክትምሃርዋ ዘለኩም ነገር እያ ማለት እዩ ድሕዳ ረሲዕኹማ እዚኣ ኢንሰርትን ኦቨርታይፕን እናቀያየርኩም ትጥቀሙለን ክትክእሉ ኣለኩም ኦቨርታይፕ እንድሕር ጌርኩማ ነቲ ዝነበረ ፊደል ርእወን ዜን ታ ን ዝነበራ ሪፕሌስ ክኾና እየን ዝኾነ ፊደል ንሕዳ ፅሒፈ ሕጂ ኦልሬዲ ተቐይረን ኣለዋ ማለት ሪፕሌስ እናኾነ እዩ ዝኸይድ ማለት እዩ እንድሕር ደኣ እዚኣ ኢንሰርት ትብል ኣላ ኮይና ግን ዝኾነ ፊደል ኣብዚ ክትፅሕፍ ከለኻ እንታይ እዩ እቲ ዝነበረ ፊደል ከም ዘለዎ ይህሉ ማለት እዩ ስለዚ እዚኣ ኻኒ እታ ካልእቲ ክትፈልጥዋ ዘለኩም ነገር እያ ቀፂልና ድማ ኣብ ዝፀሓፍናዮ ዶክመንት ከመይ ጌርና ኢና ቴክስት ወይ ድማ ካራክተርስ ንድምስስ ዝብል ከዓ ክንመሃር ኢና ማለት እዩ ሕጂ ዝኾነ ፅሕፈት ክንድምስስ ክንደሊ ከለና ክልተ ናይ መደምሰሲ ኪ ኣለዋና ማለት እዩ ፍትናትና ኪቦርድና እቲ ሓንቲ ባክስፔስ ትበሃል ኣላ እታ ካልእቲ ከዓኒ ደሊት ትብል ድማ ንዝኾነ ነገር ንምድምሳስ ንጥቀመላ ባተን ከዓ ኣላ ማለት እዩ ኦኬ ሕጂ እታ ኣብ ኪቦርድኹም ከምዚ ዓይነት ምልክት ወይ ድማ ከምዚ ዓይነት ደል ዘለዋ ወይ ድማ ደሊት ዝብል ንሕዳረኹም እዚአን ንመደምሰሲ ንጥቀመለን ክልተ ነገራት እየን እዚኣ ባክ ስፔስ ትበሃል እዚኣ ከዓ እታ ደሊት ትብል ባተን እያ ማለት እዩ ሕጂ እቲ ፅሕፈት ወይ ትቕርፂ ዝፈላለ ክኾን ይኽእል እዩ ኣብቲ ኪቦርድኹም ኦኬ ሕጂ ናይዚአን ክልተ እቲ ዲፈረንስ ክንሪኦ ኢና ሕጂ ለሰይ ነዚ እሞ ነዕብዮ ከጸልማያ ነዛ ጽሕፈት ኩላ ከምዚኣ ገይረ ክሊክ ገይረ ድራግ ገይረ ኩላ ኣጸሊመያ ኣለኹ ኦኬ ሕጂ ኣብዚ ኣትየ እቲ ፎንት ሳይዝ መታን ክረኣየና ክውስኸሉ እየ እሰይ ዓሰርተ ሸሞንተ ገይረ ኣለኹ ሕጂ እዚኣ ዲሰሌክት ገይረ ኣለኹ ሕጂ ረዩ እዚኣ ክሕግዘካ እዩ ትብል ዘላ ነገር በዚ ቅድሚት ክሊክ ገይረ ነዛ ክሕግዘካ እዩ ትብል ዘላ ንድሕዳ ክድምስሳ ኮይነ ደሊት ክጥቀም ክኽእል ኣለኒ ማለት እዩ እታ ደሊት ባተን ድሕርታ ተጠቂመ ብየማን ዘሎ ወገን ንድምስሶ ኣለና ማለት እዩ ተረዲእኩም ሕጂ ደምሲስና ኣለና ማለት እዩ እታ ብየማን ዝነበረት ነገር ደምሲስያ ኣለኹ ማለት እዩ እንድሕር ደኣ ካብ የማን ጀሚረ ንፀጋም ዘሎ ክድምስስ እንድሕር ደልየ ከዓኒ እታ ባክ ስፔስ እጥቀም ማለት እዩ ትሪዋ ኣለኹም እዚኣ ከዓ ክልቲኤን ይድምስሳ እየን ዘለዋ ግን እዚኣ ንባክ ስፔስ ትድምስስ ኣላ እቲኣ ከዓ ንየማን ወገን ትድምስስ ኣላ ማለት እዩ እዚ ዝኾነ ፋይል ከምዚ ጌርና ዝኾነ ፅሕፈት ክንምስሶ ንኽእል ማለት እዩ ሕጂ መጀመርታ እታ ከርሰርኩም ኣበይ ከም ዘላ ክትፈልጡ ኣለኩም እዚኣ ሕጂ ኣብ ትብል ኣላ ምሽ ድሕር ዳኣ ክድምሳ ደሊ ኣብዚኣ እንድሕር ዳኣ ጌረ ባክ ስፔስ ይጥቀም ማለት እዩ ኦኬ እንድሕር ዳኣ ብየማን ገይረ ከዓ በዚ ገይረ እንድሕዳ ኣብ ክዲ ምሳለ ዲኻ እታ ደሊት ትብል ከዓ ይጥቀም ማለት እዩ ሕጂ ከምዚ እናገበርና ኢና ዝኾነ ካራክተር ንድምስሶ ማለት እዩ ሕጂ ክልተ ነገር መደምሰሲ ርኢና ኣለና ማለት እዩ ሳልሳይ ድማ እቲ ክንምሶ ዝደለና ከምዚ ገይርና ክሊክ ገይርና ነፀልሞ እሞ ምስ ኣጸለምናያ ሽዑ ዝደለናያ ተደሊና ደሊ ተደሊና ባክ ስፔስ ክንጸቅጥ ንኽእል ኢና ደሊ ተጻይጠ ሕጂ ኩላ ተደምሲሳ ኣላ ማለት እዩ ይኹማ ድሕር ደሊኻ ባክ ስፔስ እንድሕር ጻይጥኻ ተደምሲሳ ኣላ ማለት እዩ ሕጂ ከምዚኣ ጌርኩም ከኣ ብሳልሰይቲ መንገዲ ክድምስሱ ትኽእሉ ኢኹም ማለት እዩ ካልእ ብተወሳኺ እንድሕዳ ኮንቲኒስ ደሊት ክንገብር እንድሕዳ ደሊና ንኣብነት ካብዛ እዚ ትብል ጀሚራ ክሳዕ እዚ መወዳእታ ዘሎ ክድምሶ እንድሕደሊ ኣብዚኣ ክሊክ ገይረ ደሊት ጸቂጠ ክሕዛ ይኽእል እየ ማለት እዩ ትሪኦ ኣለኹም ፀይጠ ስለ ዝሓዝኩዋ ሕጂ ብምሉኡ ደምሲሳቶ ኣላ ማለት እዩ ሕጂ እዚ ከዓኒ ሓደ መንገዲ እዩ ካልእ ከዓኒ ወርድ እንድሕር ዳ ክንምሰሎ ኢና ንኣብነት ኣብዚኣ ክሊክ ገይረ ከም ዝሳተፉ ክድምሳ እንድሕር ዳ ደልየ ከም ዘላታ ኮንትሮል ፀይጠ ደሊት ይፀቅጥ ማለት እዩ

ተወሳኺ ብሎክ ኦፍ ቴክስት ንሕዳ ክድምስስ ደሊኻኒ ኩሉ ከፀልሞ ይኽእል እየ ማለት እዩ ትሪኦ ኣለኹም ሕጂ ካብዚኣ ፀሊመ ከምዚኣ ገይረ እዚአን ኩለን ድሕዳ ክድምስሰን ደልየ ከምዚኣ ኣፀሊመ ደሊት ንድሕር ፀቂጠ ኩላ ክድምሳ ይኽእል እየ ማለት እዩ ሕጂ ኣብዚ ሓደ ክንፈልጦ ዘለና ዝደምሰስናዮ ነገር ብጌጋ እንድሕዳ ደምሲስናዮ ኮይና ከመይ ጌርና ንመልሶ ሕጂ ደምሲስና ኣለና ምሽ ክንመልሶ እንድሕደሊና ኣብዚኣ ኣንዱ ትብል ኣላ እዚኣ ትሪዋ ዘለኹም ኣንዱ ክሊር ትብል ዘላ ነዚኣ ንጸቕጣ መሊስና ቅድሚ እዚ ዝደምሰስናዮ ከነምፅኦ እንድሕደሊና መሊስና ንጸቕጣ ከምዚ እናገበርና ትሪእዎን ኣለኹም እተን ኩለን ዝደምሰስናየን ከምዚኣ ክሊክ እናገበርና በብሓደ ዝደምሰስናየን ከዓ በብሓደ ይመፅኣ ኣለዋ ማለት እዩ እዚ ከምዚኣ እናገበርና ኩላ ክንመልሳ ንኽእል ኢና ማለት እዩ ሶሪ ኩላታ ዝደምሰስናያ በዚኣ ኣንዱ እናገበርና ኩለን ሓደ ብሓደ ዝደምሰስናያን ሓደ ብሓደ መፃ ብሎክ ሙሉእ ተደምስናያ ብሎክ ሙሉእ ብሓንሳእ ይመፅእ ማለት እዩ እጂ ከምዚ እናገበርና ኩሉ ዝደምሰስናዮ ነገር ክንመልሶ ከዓ ንኽእል ኢና በዚኣ ኣንዱ ትብል ኣላትና ኣብዚኣ ክንጥቀም ንኽእል ኢና ማለት እዩ እዚኣ እንድሕዳ ስኢንኩማ ምናልባት ኣብዚኣ ኣቲኹም እዚኣ ኣንዱ ትብል ዘላ እዚኣ ቸክ ግበርዋ ኦኬ እዚኣ ቸክ ትገብሩዋ ማለት እዩ